ሎሚ ዕዱምና ንብዙሓት ጋሻ ኣይኮነን ኣቶ ጳውሎስ ተስፋ ጊዮርጊስ በዓታይ ኣብ ብፍላይ ኣብ ዘበነ ገድሊ ብኢራ ዝፍለጥ ንማሕበር ረድኤት ኤርትራ ብዙሕ ሓገዛት ናብ ሜዳ ዘብሉ ዘዋሃድ ዝነበረ እዩ ቁሩብ ምናልባት ካብ ናብቲ መበገሲና ብዛዕባ ዘሎ ኩነታት ኣብ ትግራይ ብፍላይ ድማ ዝፀሓፍኩሞ ደብዳቤ ማለት ሰራዊት ኤርትራ ናብ ትግራይ ምምፅኡ ዝቃወም ሓደ ደብዳቤ ፅሒፍኩም ነርኩም ዝተፈላለዩ ካብ ዝተፈላለዩ ሃገራት ትርከቡ ምሁራት እሞ ናብኡ ቅድሚ ምእታውና ቁርብ ብዛዕባካ ሕፅር ኣቢልካ ከተዕለኒ ምክንያቱ ብዙሓት ሰባት ብፍላይ ኣብዚ ሕጂ ዘሎ መንእሰያት ምናልባት ሓድሽ ክኸውን ይኽእል እዩ እቶም ቅሩብ ዝፀንሑ ግን ብዛዕባካ ብዙሕ ሰብ ዝፈልጥ ኮይኑ ይስምዓኒ እሞ ሕጽር ኣቢልካ ቁሩብ ድሕረ ባይታኻ ሕጂ ድማ ኣብዚ እዋን እዚ ኣብ ምንታይ ኩነታት ከም ዘለኻ ክትገልጸለይ።
የቐንየለይ በየነ ነዚ ዕድል ምሃብካ ነቲ ትገብርዎ ዘለኹም ሓበሬታ ንምዝርጋሕ ቅኑዕ ዝኾነን ኣገዳሲ ዝኾነን የመስግነካ። ከም ዝልካዮ ኣነ ብግዜ ቃልሲ ናይ ማሕበር ረድኤት ኤርትራ ሓላፊ ወይ ኣቦ ወንበር ኮይነ ንልዕሊ ዓሰርተ ሓሙሽተ ዓመት ዝኸውን ኣገልጊለ። ምሉእ ግዜይ ኣባል ህዝባዊ ግንባር እየ ነይረ። ድሕሪ ነጻነት መምህር ኣብ ዩኒቨርሲቲ ኣስመራ ኮይነ ቅዋማዊ ሕግን ሃገራዊ ሕግን እምህር ነይረ። ከምኡ'ውን ኣብ ምንዳፍ ቅዋም ኣባል ማእከላይ ሽማግለ ፈጻሚ ሽማግለ ኮይነ ኣገልጊለ። ጽቡቕ ስራሕ እውን ተሰሪሑ ኣብቲ ግዜ እቲ ብዙሕ ተስፋ ነይሩ ኣባል ናይ ምርጫ ሕጊ መንዳፍ እውን ኮይነ ኣገልጊለ ትስዓን ሸሞንተን ኩናት ምስ መጸ ብዙሕ ዘሪጉ ንሰላም እውን ብዙሕ ጽዒረ ቀሊል ከም ዘይነበረ ርዱእ እኳ እንተኾነ ካብ ክልተ ሽሕ ምስ ኮነ ድሕርቲ ኩናትን ናይ ኣልጀርስ ስምምዕን ብዙሓት ኤርትራውያን ተኣኪብና ኩነታት ገምጊምና ንፕረዚደንት ኢሳያስ ደብዳቤ ጽሒፍናሉ እቲ በርሊን ደብዳቤ ዝበሃል ንዕኡ እውን ኣነ ወዲበዮ ተበልኩ ሳብ ኮነ ናብቲ ግዜ እቲ ኣነ ኤርትራ ዝቕመጥ ነይረ ድሕሪኡ ኩነታት እንዳተበላሸወ ተቃውሞ እንዳበርትዐ ናይ መንግስቲ ኣንፈት እውን ኣብ ምስማዕ ዘይኮነሲ ኣብ ዘይምስማዕ ህልኽ ናይ ምእሳር ኣንፈታት እውን ምስ ተራእየ ገዲፈ ሃገር ገዲፈ ማለት እዩ። ድሕሪኡ ብዙሕ ዓይነት ስራሕ ሰሪሐ ግን ብዙሕ ግዜ ምስ ቅዋም ተተሓሓዘ ካብ ክልተ ሽሕን ኣርባዕተን ኣትሒዘ ምስ ዩናይትድ ኔሽንስ ሰሪሐ። ናብ ናይ ዒራቕ ፕሮጀክት ኒውዮርክን ዒራቕን ሰውኣነ ዒራቕ ኣብቲ ዝነድፍዎ ዝነበሩ ቅዋም ምሕጋዝ እዩ ነይሩ። ድሕሪኡ ኢንተርናሽናል ኣይዲያ ዝበሃል ኣብ ደቡብ ኣፍሪቃ ኮይነ ኣብ ምሉእ ኣፍሪቃ ምስ ኣፍሪካን ዩኒዮን ኮይንና ኣብ ቅዋም ምንዳፍ ብዙሕ ተዋሲኤ ማለት እዩ። ናይቲ ኣፍሪቃ ፕሮግራም ናይ ቅዋምን ናይ ቅዋም ሓላፊ ኣነ ነይረ። ዝመስል
ማለት ሃብታም ተመክሮ እዩ ብዙሕ ላዕልን ታሕትን ተሓሊፉ ብፍላይ ድማ ቃልሲ ኤርትራ ብፍልጠትኩም ብዓቕምኹም ግዜኹም ዕድሜኹም እውን ዘጥፋእኩም ሓደ ካብኦም ኢኻ ድሓር እውን ካብቶም ጂ ሰርቲን ዝበሃል ከምቲ ዝጠቐስካዮ ማለት እዩ ኣዋሂድኩም ድማ ነቲ ዝተፈጥረ ኣብ ኤርትራ ናይ ሰበስልጣን ምፍሕፋሕ ብሰላማዊ መገዲ ክፍታሕ ዝጸዓርኩም ኢኹም። ሕጂ እዚ ኩነታት ክትሪኦ ከለኻ ብሓፈሻ ኣብዚ እዋን እዚ ኣለና ከም ሰብ ከም ጳውሎስ ከም ብዙሕ ነገር ዝገበርካ እንታይ ይስምዓካ ሕጂ? ሓዘን ብርቱዕ ሓዘን ምኽንያቱ ኤርትራን ቃልሲ ናይ ኤርትራን ክትርኢ ከለኻ ብሓቂ ናይ ስራሕ ናይ ጸዓት ናይ ተወፋይነት ናይ ጅግንነት እዩ ነይሩ። እዚ ኩሉ ምስ ህዝብኻ ኮንካ ምስራሕ፣ ህዝብኻ ጠርኒፍካ፣ ኣተባቢዕካ፣ ኣካል ህዝብኻ ኮንካ ዝተገብረ ቃልሲ እዩ ነፃነት ኣምፂኡ። እቲ ፀላኢ ሓያል እዩ ነይሩ ብወታደራዊ ትሕዝቶ ትሪኦ ከለኻ ዓለም ምሳና ኣይነበረትን ምኽንያቱ ናይ ተነፀልቲ ንባር ስለ ዝኾንና ስለ ዝነበርና ብወግዒ ዝድግፈና ኣይነበረን ብዙሕ ናይ ረድኤት ሓገዛት ብዙሕ ቀሰይ እናበለ ናይ ፖለቲካ ድጋፋት ወይ ከዓ ምሕዝነት እኳ እንተነበረ ዓው ኢሉ ንኤርትራ ዝጣበቕ ሓይሊ ኮነ ሃገር ኣይነበረን። ስለዚ ተጠሚርና፣ ሰሚርና፣ ተወዲብና፣ ሓደ ኮይንና ክንቃለስ ስለ ዝኸኣልና ስለ ዝተቓለስና ኢና ነጻነት ኣምጺእና። እዚ ኩሉ ጠፊኡ ህዝቢ ኣብ ፍርሒ፣ ህዝቢ ኣብ ስደት ህዝቢ ኣብ ምጭናቕ ክትሪኦ ከሎኻ እዚ ህዝቢ እዚ ዘይግብኦ እዚ ህዝቢ እዚ ክኸብር ክምዕብል ክብልጽግ ኤርትራ ዝተጠምረት ዝሰመረት ሓያል ሓያል ብቑጠባ ሓያል ብተክኖሎጂ ሓያል ብዲሞክራሲ ክትከውን ዝግብኣ ኤርትራ መጻወቲ ናይ ሓደ ሰብ ናይ ውሑዳት ኮይና ምትራፋን ደቂ ኤርትራ ቆልዑ ኤርትራ ከኣ ፋሕ ክብሉ ክስደዱ ኣብ ዝኸድዎ ክወድቁ ካልኦት ክብለጹሎም ገንዘቦም ክወስዱ ንብረቶም ክወስዱ ሂወቶም ከጥፍኡ ክትሪኦ ከለኻ ብሓቂ ብሓቂ ትሓዝን እዚ ህዝቢ እዚ ኣይግብኦን እዩ ከምኡ ከኣ ኣድላይ ኣይነበረን። እዚ ኣብ ኢትዮጵያ ኣጋጢሙ ዘሎ ብፍላይ ድማ ኣብ ትግራይ ማለትሲ ህወሓት ብዝተኸተልዎ ዝፀንሐ ኩነታት እዩ ኣብዚ በፂሑ ዘሎ ማለት ኣብቲ ጠርዙ ስለ ዝበፅሐ እዩ እምበር ናታቶም ፀገም እውን ነይሩ እዩ። እሶም ክፈትሕዎ ዝግባእ ንኣብነት ናይ ዶብ ፍታሕ ክፍታሕ ዝግበኦ ስለ ዘይተፈትሐ እዩ ኣብዚ ተበፂሑ ስለዚ ብመስርሕ እዩ ኣብዚ ተበፂሑ ዘሎ እቲ ዝኸፍአ እሞ እሶም እውን ኣካል ናይቲ ፀገም እዮም ዝብሉ ሰባት ኣለዉ እሞ ከመይ ኢኻ ትሪኦ ነዚ መስርሕ ከመይ እዩ ተኸይዱ ክሳብ እዚ ተበፂሑ ዘሎ ቁርብ እዚ ናይ ቴስዓን ሸሞንተን ክልተ ሽሕ ኩናት ምስ ወያነ ዝተገብረ ክልተ ኣካላት ነይሮም መንግስቲ ኤርትራ፣ ብመሰረቱ ፕረዚደንት ናይ ኤርትራ፣ ወያነ ከኣ ኢትዮጵያ ሒዞም። ኣብቲ ሽዑ ዝነበረ ናይ ዶብ ህልኻት ነይሩ፣ ብወገን ወያነ ውን ብዙሕ ፕሮቮኬሽን ነይሩ'ዩ። ብዙሕ ፕሮቮኬሽን ነይሩ'ዩ። ስለምንታይ እቲ ፕሮቮኬሽን እንታይ'ዩ ረብሕኡ እንተበልካ፣ ኩላህና ዘይንፈልጦ ሓደ ናይ ህልኽ ጸገም ተፈጢሩ። ኣብ ክልተ መዳውብቲ ከምኡ ክጋጥም ይኽእል እዩ። እቲ ሕቶ ዘሎ ብወገንና ንእሽቶይ ሃገር ሒዝካ ሰላሳ ዓመት ኩናት ኣካይድካ ኣብ ኩናት ክትኣቱ ብርግ ኢልካ ህሩግ ኢልካ ክትኣቱ ካብ ሓላፍነት ዝጎደለ ኮይኑ ይስማዓኒ። ንሕና እታ ኩናት ትባሃል ክንጸልኣ ክንርሕቐላ ዝኾነ ጸገም ከኣ ብኻልእ ክንፈትሕ ኔሩና። ብዝኾነ ኩናት ተኣትዩ ፍርዲ ተዋሂቡ ንሳቶም እቲ ዝኣተውዎ ውዕል ናይ ፍርዲ ኣየኽበሩን ኣይተቐበሉን። ጌጋ ጥራይ ዘይኮነ ንዓናውን ብዙሕ ጸገም ከጋጥመና ኣካል ኮይኖም። ኣብ ህልኽ ምስ ኢሳያስ ኣትዮም ህዝቢ ኤርትራ ኣይረኣዩን። ህዝቢ ሃገረ ኤርትራ ኣይረኣዩን። ኢሳያስ ኢሳያስ ኢሳያስ ኮይኑ ንሱ ከኣ ህዝቢ ኤርትራ ኣይረኣየን ሃገር ኤርትራ ኣይረኣየን ናቱ ቅርሕንቲ ናቱ ህልኽ ናቱ ጽልኢ ምምዕባል ጥራይ ኮይኑ ስለዚ ኣብዚ ተራ ኔርዎም ዶ ኔርዎም እዋይ ክቕበልዎ ኔርዎም ዶ ክቕበልዎም ኔርዎም ክትግብሮ ኔርዎም ዶ ክትግብሮ ኔርዎም ስለዚ ንሳቶም ዝገበርዎ ገበን ጌጋ ጥራይ ዘይኮነ ገበን እየ ዝብሎ ምክንያቱ ኣብዚ ኩሉ ክንወድቅ ተራ ከምነበሮም ክንቅበል ኣለና
መሰረታዊ ሓላፍነት ናና እዩ ሕራይ ካብኡ ተበጊስና ምናልባት ገለ ኣምባሳደር ዓንደብርሃን እውን ዝተዛረቦ ገለ ነይሩ ዝለንቅነ ዋላ ምሳና እውን ኣብ ዝገበሮ ቃለ መሕትት ማለት እዩ ጌጋ ናቶም ስለ ዝፀንሐ መሬትና እውን ጎቢኦሞ ስለ ዝፀንሑ መሬትና ብሓይሊ ናይ ምምላስ ማለስነት ዝተረኪቡ ዘሎ ኣጋጣሚ ኣቢልካስ ናብ ውሽጢ ትግራይ ግዴታ እዩ ምክንያቱስ ባዕሎም ዝፈፀምዎ ፀገም እዩ ናብ ዝብል መደምደምታ ዝበፅሑ ኣለዉ እሞ ኣብዚ ከመይ ካ ትሪኦ ማለት ምስቲ ዝፅሒፍኩሞ ዘለኹም ናብኡ ንምባሌ ስለዚ ሰራዊት ኤርትራ ምእታዉ ከም ማለት ከም ግቡኡ ምክንያቱስ ተወሪሩ እዩ ካብኡ ክመፅእ ዝመፅእ ዝኽእል ስግኣት ድማ ብኣግኡ ንምዕጋት እንድሕር ከከኣል ኮይኑ በዚ ተረኺቡ ዘሎ ኣጋጣሚ ምእታውሲ ከም ሓላል እዩ ዝብል ኣረኣያ ዘንፀባርቑ ሰባት ኣለዉ እሞ እዚ ከመይ ኢኻ ትሪኦ? ደቆም ኣብ ኤውሮጳ ደቆም ኣብ ኣሜሪካ ኣቐሚጦም ከምኡ ክብሉ ክእሉ ጓል መን እያ ትመውት ዘላ ወዲ መን እዩ ትመውት ዘሎ ብመሰረቱ ከም ኤርትራዊ ንኤርትራ ክትሓስብ ከለኻ ነቲ ህዝቢ ኢኻ ትሓስብ ዘለካ። እዚ ህዝቢ እዚ ካብ ኩናት ናብ ኩናት፣ ካብ መስዋእትነት ናብ መስዋእትነት ደቁ እዩ ዝህብ ዘሎ። ወያነ ምስ ፈደራል መንግስቲ ተባኢሱ ኩናት ኣትዮም ናቶም ጉዳይ ይኸውን። ደቅና ስለምንታይ ትግራይ ከዱ? ስለምንታይ ኣብኡ ይሞቱ? ዶብና ንሕሉ ፅቡቕ፣ ኣብ ዶብና ጠጠው ንብል ግቡእና እዩ፣ መሬትና ነምልስ፣ ሓላፍነትና እዩ። ደቅና ንክልተ ወርሒ ሳልሳይ ወርሒ ዝሓዘ ኣብኡ ኮይኖም ክታኾሱ፣ ክሞቱ፣ ክቐትሉ፣ ክዝርፉ እዚ ንሰምዖ ዘሎና ፍርቁ እውን ሓቂ እንተኾነ ብሓቂ ዘሕዝን እዩ። ምክንያቱ ናእሽቱ እዮም ካብ ገዝኦም፣ ካብ ኣደታቶም፣ ካብ ዓዶም፣ ካብ ቁሸቶም ብሓይሊ ዝመጹ እዮም። ኩናት ኣትዮም ይሞቱ ኣለዉ። ኣብ ኩናት ቀታሊ ጥራይ ኣይኮንካን ተቐታሊ እውን ትኸውን ኢኻ። ስለዚ ነዚ ጽቡቕ እዩ ሓላፍነትና እዩ ዝብሉ እንተኾይኖም ዘይከዱ ሳቶም ደቆም ዘይሰዱ ዶ ወይስ ህይወት መንእሰይ ኤርትራዊ ንዓኣቶም እንታዮም ኣይኮነን። ሰራዊት ኤርትራ ኣብዚ እዋን እዚ ኣትዩ ናይ ምቁጽጻር እቲ ናብ ኤርትራ ዝተዋህበ ወይ ከኣ ናይ ልኡላዊ መሬት ዝኾነ ኣትዩ ኮፍ ናይ ምባል ከ ስዲ መሰል ኣለዎ ድዩ ከምኡ ክገብር? መሰሉን ሓላፍነቱን እዩ ናይ ናይ ዓለማዊ ፍርዲ

ክሳዕ ሽዑ ዝኸውን ግን መሬቱ ክወስድ መሬቱ ከመሓድር ሓላፍነቱ እዩ ግቡእ እዩ።
ብዙሓት ምሁራት ማለት እዩ ደብዳቤ ፅሒፍኩም ኣለኹም እቲ ሰራዊት ኣትዩ ከም ዘሎ ብዝተፈላለየ መልክዓት ይግለፅ ኣሎ ማለት ግፍዕታት እውን ይፍፅም ኣሎ ይበሃል ምፅራቅ እውን ኣሎ ዝብሃል ዜናታት ይመፅእ ኣሎ። ስለዚ ብጭቡጥ ናይ ብሓቂ ክሳብ ክንደይ ምኽላ ወይ ኣረጋጊፅኩም ኢኹም ናብዚ ስጉምቲ እዚ ከይድኩም ዘለኹም ስኻትኩም ኩነኔን እቲ ነገር ከምዘይትድግፍዎን ኢኹም ገሊፅኩም ዘለኹም ማለት እየ። እወ ንኢሳያስ ዝፈልጦ ኣብ ማዕዶ ኮፍ ኢሉ ኤርትራውያን ቆልዑ ከይሞቱ ዓቂቡ ናተይ ጌረ መሬተይ ጌረ ዝብል ሰብ ኣይኮነን ንፈልጦ ኢና ኢሳያስ ናይ ህላኽ ናይ ጽልኢ ናይ ቅርሕንቲ እቲ ሓደ ወገን ምስ ትግራይ ምስ ወያነ ጥራይ ኣይኮነን ጽልኡ ምስ ህዝቢ ኤርትራ ዩ ጽልኡ እተበልካ ዊን ማለት ካብ ሓቂ ዝወጸ ኣይኮነን ንህዝቢ ኤርትራ ዝጭቁን ንህዝቢ ኤርትራ ዝጭፍለቕ ንኤርትራ ዝጭፍለቕ እንተኾይኑ እንታይ ኮይና ክትብል ትኽእል ኢኻ ካልኣይ ከኣ መንእሰያት ኤርትራ ከም ሃመማ ምርጋፍ ለሚዱ ኢዩ ስለዚ ነቲ ሰብ ተፈለጥካ፣ ኣሰራርሕኡ ተፈለጥካ፣ እዚ ብቐሊል ክትቅበሎ ትኽእል ኢኻ። ብመሰረቱ ግን ብዙሕ ጸብጻባት እዮም ዝወጹ ዘለዉ። እዚ ጸብጻባት ሓበሬታ ዝመጽእ ዘሎ ካብ ወያነ ጥራይ ተዝኸውን ነይሩ ኣብ ሕቶ ተእትዎ፣ ትነጽጎ፣ ካብ ካልኦት ክንሰምዕ ኣለና ትብል ግን ካብ ካልኦት እዩ ዝስማዕ ዘሎ። ካብ ተጋሩ ኣብ ውሽጢ ዘለዉ ካብ ናይ ኢትዮጵያ ናይ ሰራዊት መራሒ እዩ ዝመጽእ ዘሎ። ንሱ ካብ ካልኦት ውን ሃገራውያን ጋዜጠኛታት ጥራይ ዘይኮኑ መንግስታት ውን መጽእ ኣሎ ስለዚ ዘጠራጥር ኣይኮነን ይዝርፉ ኣለው ክብሪ ደቂ ኣንስትዮ ውን ይስታይ ኣብሉ ኣለው ክልተ ነገር ኣሎ ሓደ ሰራዊት ኣብ ኩናት ምስ ኣተወ ክቅትል እዩ ሰራዊት ይዕኑ እዩ ንብረት ሰራዊት ደቂ ኣንስትዮ ይሕስም እዩ ክብረተን ይገስስ እዩ እዞም ደቅና ዝከዱ መለክቲ ኣማለክቲ ኣይኮኑን መጽሓፍ ቅዱስ ቁርኣን ሒዞም ክሰብኩ ኣይከዱን ክዕንውን ነብሶም ክከላከሉን እዮም ከይዶም ስለዚ ብስነ መጎት ክትሪኦ ከለካ ውን ሲ እንታይ እዩ ዘጠራጥር ዘሎ ኢልካ ክትሓስብ ኣለካ ግን ጸብጻባት ከኣ ይመጹ ኣለዉ። ጽቡቅ። ሪኢካ እንተኮንካ ጽሑፍና ውን ሶሪ ስታይል ክቆርጸ ክቅልለይ ኣሎ ከምዚ ክበሃል ኣለዎ ሓደ ኣለካ ካልኣይ ኣብቲ ጽሑፍ ስለምንታይ ዝብል ተረኣካ ምሕዝነት ምስ ህዝቢ ትግራይ ምሕዝነት ነቲ ዝውጻዕ ዘሎ ዝቅተል ዘሎ ዝዝረፍ ዘሎ ህዝቢ ትግራይ እዩ ህዝበ ወያነ ኣለው ከይዶም ዝብል ፅሑፍ ኣይኮነን ንሕና ከም ኤርትራውያን ብዙሕ ስቃይ ዘሕለፍና ካልእ ህዝቢ ጎረቤትና የትረፍ ዝኮነ ህዝቢ ክሳቀ ክንስከፍ ክንዳናገፅ ኣገዳሲ እዩ ስለዚ እዚ መልእክቲ ናይ ምሕዝነት መልእክቲ ናይ ሶሉዳሪቲ ከምኡ ከኣ እቲ ዝባሃል ዘሎ ንዓናውን ከምዘሕዝነና ዘሰክፈና ጥራይ ዘይኮነ ከም ዘሕዝነና ከም ዝትንክፈና ን ህዝብና ከምኡ ኣይገብርንዩ ደቅና ኣብ ዘይከውን ሰይዶም ደቅና ወጻዕት ጥራይ ዘይኮነስ ውጹዓትዮም ተገዲዶም ኣብቲ ሰውት ዕድሜኦም ስለ ዝከዱ ኢና ንብል ዘለና።
You're with SBS Radio. Find more great stories in your language at sbs.com.au. ሕራይ ማለት ከም ዝበልካዮ ህዝቢ ኤርትራ ከምኡ ዓይነት ባህሊ የብሉን ማለት ንርእሲ እውን ኣብ ፀገም ዝወደቐ ህዝቢ እዩ ከምዚ ክትገልፆ ዝፀናሕካ ከምዚ ኣብ ከምዚ እዚ ፀብፃባት ንሪኦ ዘለና ድማ ዘስክሕ ምዃኑ እውን ጠቒስካዮ ኣለኻ ከምዚ እናኾነ ግን ስኻትኩም ውሕዳት ርኢና ኣለና ማለት ተቢዖም ወፂኦም ነዚ ነገር እዚ ክኹንንዎን ናይ ሰላም መልእኽቲ ከሕልፉ ንህዝቢ ትግራይ ብፍላይ ንርኢ ኣለና ግን ኣብ ዝተፈላለየ ዝርከብ ብዝሒ ህዝቢ ዘለዎ ህዝቢ ኤርትራ ዳርጋ ስቕ ኢሉ እዩ ክትብል ትኽእል ኢኻ ማለት እዩ ኣብዚ ሶሻል ሚድያ ዝዛረቡ ገለ ተዘይኮይኑ ዳርጋ ዓው ኢሉ ደቅና ኣብ ከምዚ ወዲቖም ክድሕኑ ኣለዎም እዚ ዝፍፀም ዘሎ ድማ ገበን ስለ ዝኾነ ጠጠው ክብል ኣለዎ ኢሉ ክኹንን ብዙሕ ኣይስማዕን ኣሎ እቲ ናይ ውሽጢ ሃገር ግደፎ እሞ ኣብ ወጻኢ ዘሎ ማለት እዩ ንኣብነት ናይ ሶማሌ ደቂ ኣንስትዮ ደቅና ኣበይ ኣለዉ ኣምጹኡልና ኢለን ሰላማዊ ሰልፊ ይወጻ ኣለዋ ዕድል ስለ ዘለወን ማለት እዩ ኣብ ሶማል እንተገደደ ግን ኣብዚ ወጻኢ ዘሎ ህዝቢ ግን ዓው ኢሉ ክዛረብ ብዙሕ ኣይሰማዕናዮን እሞ ከመይ ትግምግሞ ነዚ ኩነታት? ንስኻትኩም ግን ቁሩብ ውጽእ ኢልኩም ብውሕዱ ደብዳቤ ኣውጺእኹም ወግዓዊ ዝኾነ መግለጺ ኣውጺእኩም ኣለኹም ማለት እዩ። ህዝቢ ኤርትራ ደኣ ፍቕ ምባል ለሚዱ እኮ እዩ ተገዲዱ ፈሪሁ ኣብ ደገ ኮንካ እትገብራ ኣብ ዓድኻ ኣሕዋተይ ስድራይ እንታይ የጋጥሞም ዋላ ኣንኮንሾዝሊ ከምኡ ምሕሳብ ውን ለሚድና ተዓቂብና ነብስና ገቲእና ንነብር ግን ከም ኤርትራውያን ብሓቂ እንታይ ኢልና ተንመያየጥ እቲ ካልኩለሽን ናይ ወያኔ ኣውጺእና ህዝቢ ትግራይ ይወጻዕ ህዝቢ ትግራይ ከኣ ብደቅና ይወጻዕ ብደቅና ይቀተል ዝብል ኤርትራዊ ዘሎ ኣይመስለናን እዩ። እቲ ሶእ ምባል ተቐቢልናዮ ማለት ኣይኮነን። ናህና ናህና እንታይ እዩ ከመይ ኢልና ጽሒፍናያ እንተተባህለ ሓንቲ ጉጅለ ኣላትና ኣብ ሕክምና ዓለም ዘለዉ ኤርትራውያን እያ። እዛ ጉጅለ ንምንታይ መጺኣ እዚ ናይ ኮሮና ምስ መጸ ብዙሓት ካብቶም ሓኻይምና ምስ ውሽጢ ሓኻይምና ርክብ ዘለዎም እንታይ ክርድኡ ጀሚሮም መሳርሒ ከም ዘድልያቶም ከም ዘይብሎም ብዓቢኡውን ሓበሬታ ከም ዘየለ ተባሂሉ ገለ ካብዞም ኣብዛ ጉጅለ ዘለዉ ኣብቲ ኣብቲ መርመራ ኣብቲ ሪሰርች ላዕሊ ዝኾነ ፍልጠት ዘለዎም ኢና ኣምጺእና እሞ እዚኣቶም ከመይ ጌሮም ነቶም ሓኻይምና ኣብቲ ፍሮንት ላይን ዘለዉ ከመይ ጌርኖም ብሓበሬታ ይሕግዝዎም ዝብል ብዙሕ መልኣኽ ነይሩ ኦርስ ኳይትሊ ዝግበር እዩ ነይሩ እዚ ኣጋጢሙ እዚ እዞም ሰባት እዚኣቶም ብዝተፈላለየ ሚድያ ዝተፈላለየ ሚድየም ይሰዱ ኔሮም ሓበሬታ ሓደ መዓልቲ ኮፍ ምስ በልና እንታይ እዩ ሕጂኸ ክንገብር እንታይ ዓይነት ሓበሬታ ክንልእኽ ምስ ተባህለ እዚ ኩናት መጺኡ እዚ መቕዘፍቲ መጽእ ኣሎ ስቕ ክንብል ንኽእል ዲና ርሃ ናህናስ ዕድል ረኺብና ከም ሓደ ጉጅለ ስለ ዝነበርና ስለዚ ኣብታ ጉጅለ ተላዒሉ እዩ እቲ ጽሑፍ ስታይ ኮይኑ ማለት እዩ። ሕጂ እዚ ጽሑፍ እዚ ንመን ዓሊሙ እዩ ተጻሒፉ ማለትሲ መን እዩ ክሰምዖ ወይ ናብ መን እዩ ተላኢኹ ማለት ወይስ ስቕ ኢሉ ኣብ ሜድያ ወይ ከዓ ማሕበራዊ ሜድያ ተዘርጊሑ እዩ ኦፐን ዝኾነ ተኸፊኡ ክፉት ዝኾነ ደብዳቤ ድዩ ወይስ ዒላማ ዝገበርኩሞ ወይ ኣድረስ ክትገብሮ ዝግባእኩም ኣካል ኣሎ እዩ እዚ ብመሰረቱ ነቲ ውፅዕ ህዝቢ ትግራይ ንሕና ኤርትራውያን ኣብ ከምዚ በደል የለና እዚ በደል ዝፍፅሞ ዘሎ ሓደ ሰብ እዩ እሱ ከኣ ኢሳያስ እዩ ስለዚ ህዝቢ ኤርትራ ኣብ ጽልኢ ኣብ ሕነ ምፍዳይ እሞ ከኣ ደቁ ሰይዱ ክቅትል ንክቅተልኒ ኣይኮነን ንምባል እዩ ከም ዘልኩካ ሶሊዳሪቲ እዩ ትንሳኤ ተብሎ ሓንቲ ሓንቲ ዕላማ ዊን ኣላታ ክትጽሕፍ ምጀመርካ መቸም ብጉሉብ ኣስፊሕካ ክትርኢ እንዲካ ትፍትን እዚ እንዳ ጸሓፍና ከለና ንትግራይ ዝላኣኩ ዘሎው መንእሰያት ኤርትራውያን ካብ ሓደ ብሄር ካብ ሓደ ቦታ ዝመጹ እዮም ዝብል ሰሚዕና ነዚ ዊን ንነጽጎ ንነጽጎ ኣብቲ ወረቐት ግን ጽሒፍናዮ እዚ መን ኢዩ ጀሚርዎ መን ኢዩ ዘርጊሕዎ ኣይንፈልጥን ግን ናይ ጸላኢ ግብሪ ህዝቢ ኤርትራ ብመሰረቱ ክፈላሊ ዝተገብረ ኢዩ እዚ ሓሶት ጥራይ ዘይኮነ ናይ ተንኮልን ናይ ጽልእን ንኽፈጥር ዝተገብረ ኢዩ ነዚ ግን ኣድረስ ጌርናዮ ስለዚ ኩሉ መንእሰይ ኤርትራዊ ካብ ከበሳ ዲመታሕት ካብ ዝተፈላለየ ብሄራት እቲ ንፈልጦ ሳዋ እዩ ንኹሉ እዩ ዝሓቁፍ ነዚ ውን ክንጠቅስ ስለ ዝደለና እዩ ስለዚ ኩሉ ኤርትራዊ ግዳይ ኩሉ ኤርትራዊ ውጹዕ ኩሉ ከኣ ክውጽዕ ተላኢኹ ነዚ ውን ምምልካት ክገብረ ጽሑፍ እዩ። ስለዚ በቲ ሓደ ወገን ንህዝቢ ትግራይ መልእኽቲ እዩ በቲ ሓደ ወገን ድማ ነቶም ኣብ መንጎ እቲ ሰራዊት እውን ብሃይማኖት ወይ ብዓሌት ገለ ክፈላልይዎ ዝፍትኑ ኣካላት ተልዮም እውን ንዖም እውን መልእኽቲ ንምሕላፍ እዩ እሞ ናበይ ከም ዝተሰደደት እታ ደብዳቤ ግን ምስዚኣ ቀፂላ ከዓ እወ ምስዚኣ ቀፂላ ከዓ ረሃብ ሰፊሕ ህዝቢ ኤርትራ እውን ሳፖርት ክድግፎ ሕጂ እቲ ሸዓ እንታይ ዘበሉ ሰማንያ ዝኾኑ ሰባት ነይሮም ሕጂ ግን ተዘርጊሑ ባዕሉ ሰብ ሽሙ ከም ዘእትወሉ ግበር እዩ ትማል ምሸት ተገይሩ ክኸውን ሎሚ ንግሆ ተገይሩ ክኸውን ኣይፈልጥን ግን ሰፊሕ ትርጋሐ ክፈልዎ ከምኡ እውን ህዝቢ ትግራይ ህዝቢ ኤርትራ ምሕዝነት ሰፊሕ ምዃኑ ንምርኣይ እውን ሓደ ካብቲ ዕላማ እዩ። ጽቡቕ ማለት እስኻ ኣብ ማሕበር ረድኤት ኤርትራን ነዊሕ እዋን መሪሕካን ሰሪሕካን ኢኻ ማለሲ ብኲናት ዝመጽእ ዕንወት ቃላት ውን ካባኻ ንላዕሊ ዝርድኦ ዘሎ ኮይኑ ኣይስመዓንን እሞ እዚ ተፈጢሩ ዘሎ ኣብ ትግራይ ኸምፅኦ ዝኽእል ሳዕቤን ኣብቲ ኸባቢ ብሓፈሻ ድማ ንህዝቢ ትግራይ ጥራይ ዘይኮነስ ነቲ ኸባቢ ብሙሉኡ ውን ከምፅኦ ዝኽእል ብኸመይ ኢኻ ትግምቶ ክሳብ ክንደይ እቲ ስኬል ናቱ እቲ ዕብየት ናቱ ከመይ ትመዝኖ ክሳብ ሕጂ ብዝመፅእ ዘሎ ሓበሬታታት ምርኩስ ጌርካ ማለት እዩ። ኣብ ኩናት ክፍጠር ዝኽእል ፀገም ንሰላማዊ ህዝቢ እቲ ሂማኒተርያን ፀገም ኩሉ ግዜ ከቢድ እዩ። እዚ ናይ ትግራይ ዝካየድ ዘሎ ብፈደራላዊ መንግስትን ብኤርትራን እቲ ንሰምዖ ዘሎና ንሰምዖ ዘሎና ከኣ ካብ ናይ ሕቡራ መንግስታት ምስ ዘሎ ዝፈጥሮ ዘሎ ሂማኒታርያን ጸገም የሰብኣውነት ጸገም ብጣዕሚ ከቢድ እዩ። ናይ ኤርትራ ኩነታት ኣብ ቃልሲ ከለና ዝመሳሰል እዩ። ደርግ ረድኤት ኣብ ኩሉ ህዝብና ከይበጽሕ ይኸልክል ነይሩ። ነቲ ንሱ ዝቆጻጸሮ ናይ ረድኤት ማሕበራት ኣትየን ክሰርሓ ክፈቅደለን ከሎ እቲ ካብ ከተማታት ወጻእ ዝነበረ ህዝቢ ግን ከይበጽሖ፣ ንሕና ንኣብነት ከም ማሕበር ረድኤት ኣብቲ እዋን'ቲ፣ እቲ ኣብ ሓራ ቦታ ዘሎ ኤርትራዊ እኽሊ ዝረኽበሉ ቦታ ከይዱ ብሰላም ከኣ ክምለስ ክንጽውዕ ከለና ደርጊ ይኣቢ ነይሩ። ይገብሮ እዩ ደርጊ ኢልና ኣይኮነን ግን ጽቡቕ ድሌትን ናይ ህዝብና ረብሓን ርኢና ኢና ንጽውዕ ነይርና። ሕጂ እንተረኣኻዮ እቲ ናይ ኣብይ መንግስቲ ዘይቆፃፀሮ ቦታ ጥራይ ዘይኮነ ረድኤት ብስርዓት ኣብ ኩሉ ክበፅሕ እውን ይኽልከል ኣሎ። እዚ ዝፈጥሮ ፀገም ወይ ፈጢርዎ ዘሎ ፀገም ናይ ጥሜት ፀገም ፈጢሩ ብጥሜት ተጋሩ ክሞቱ ጀሚሮም ዓበይትን ቆልዑን። ምስዚ ሕማም ከም ዝመፅእ ክንጠራጠር የብልናን። ምስዚ ዕርቃን መፂኡ ከም ዘሎ ክንጠራጠር የብልናን። ዓብይ ፀገም ኣብቲ ህዝቢ ወሪዱ ኣሎ። ብወገንና ማሕበር ረድኤት እንተይነብር ነይሩ ኢልካ ትሓስብ ሓደ። ክንደይ ሰብ ምጠፍኤ ነይሩ ምክንያቱ ህዝቢ ኤርትራ ብዙሕ ተመዛቢሉ ነይሩ ካብ ዓድታት ወጽዩ ኣብቲ ሓራ ሜሬት ካብ ዓድታት ወጽዩ ህዝባዊ ግንባር ክከላከለሉ ዝክእል ቦታ ይነብር ነይሩ ዓሰርተታት ኣሻሓት ይማዛበል ይመዛበሉ ነይሮም ከምኡ እዩ ኣጋጢሙ ዘሎ ኣብ ትግራይ እቲ ፍልልይ ግን ደካ ብወገንና መገዲ ነይሩ ናብ ሱዳን
ደርግ ዘይቋጻጸሮ ብሱዳን ገርና ክንኣቱ ንክእል ነርና። ኣሽሓት ቶናት እኽሊ ዝተፈላለየ ንቆልዑ ዝኸውን፣ ንሕሙማት ዝኸውን፣ ንዓበይቲ ዝኸውን ኑትሪሽን ዘለዎ ክኣቱ፣ መድሃኒት ክኣቱ፣ ቴንዳ ክኣቱ ይከኣል ነይሩ። እዚ ኣይከኣልን'ዩ ኣብ ትግራይ ምኽንያቱ ከምኡ መስመር ናይ ሳፕላይ መስመር የብሎምን። ሕጂ እንታይ ይረኣየካ ጸገም ክሳዕ ክንደይ ዓቢ ክኸውን ከም ዝኽእል እንተድኣ እቲ ፍሉጥ ቦታታት፣ ጽርግያታት ከተማታት መንግስቲ ተቖጻጺርዎ፣ መንግስቲ ከኣ ጥሜት ከም ናይ መሳርሒ ተገርዎ ከምዚ ንሪኦ ዘሎና ደርግ ገርዎ ዩ ባና ኣይተዓወተን ስለምንታይ ዩ ደርግ እኽሊ ከይበጽሕ ናብ ኩሉ ኤርትራ ዝኸልክል ኔሩ ጥራይ ዘይኮነ ስለምንታይ የቃጽል ኔሩ ኣዝርእቲ ብናፓልም ሃይተረፈ ከጥምየና ደልዩ እንድዩ ህዝቢ ክጠሚ ንህዝቢ ጥሚኻ ነቲ ቃልሲ ከተዕኑ ከተዳኸም ናብቲ ዝነበረ ኣርብዓ ዓመት ናብኡ ዩ ዝመልሰኒ እዚ ብፈደራል መንግስቲ ዝግበር ዘሎ ኣተሓሕዛ ኣብቲ ናይ ሁማኒተርያን ስራሕ ትርኣ ከለኻ እሱ የዘክረኒ። ጥሜት መሳርሒ ኩናት። እቲ ፍልልይ ግን ንሕና ኤርትራውያን ኢና፣ ንሕና ኢትዮጵያውያን ኣይኮናን፣ ንሕና ነጻነት ክህልወና ነጻነት ንዋጋእ ኣለና ንብል ከም ኣገናኻ ናህና ሃገር ጌርና። እዚኣቶም ኣካል ኢትዮጵያ እዮም። ደጀን ናይ ስልጠነ ናይ ኢትዮጵያ ዝበሃሉ እዮም። ህዝቢ ኢትዮጵያ ብመንግስቲ ኢትዮጵያ ይረግፍ ኣሎ፣ ይውዳእ ኣሎ፣ ኣብ ጥሜት ኣብ ሕሰም እውን ኣትዩ ኣሎ። ከተሓሳስበና ግባእ ከም ኤርትራውያን። ኣይግባእን እዩ ክንብል ኣለና። ማለት እቲ በቃ ክንብል የብልና። ከም ትገልጾ ዘለኻ ኣዝዩ ከቢድ ኩነታት እንድዩ ዘሎ። እቲ ቅርሕንቲ እውን ብኡ መጠን እንዳዓበየ ከም ዝኸይድ ፍሉጥ እዩ ኣብቲ ህዝቢ ማለት እዩ። ምስቲ ዝወርዶ ዘሎ ግፍዕን ፀበባን ማለት እዩ። ብፍላይ ድማ ኣብ መንጎ ህዝቢ ኤርትራን ህዝቢ ትግራይን እዚ ፈጢርዎ ዘሎ ማለት ስነቓዕ ክሳብ ክንደይ ሱር ክሰድ ኣብቲ ህዝቢ ወሪዱ ንነዊሕ ዓመታት ክኸይድ ይኽእል እዩ ኢልካ ትሓስብ? ማለት ናይ ሓፂርን ናይ ነዊሕን ሳዕቤኑ እንታይ ክኸውን ኢልካ ትግምት? ማለት ካብ ስምዒት ተላዒሉ ሰባት ዝተፈላለዩ ነገራት ክገብሩ ይኽእሉ እንድዮም ኣብዚ እዋን እዚ ናብቲ ህዝቢ ወሪዱ ሕማቅ ነገር ከይመፅእ ከመይ ኢካ ትሪኦ ማለት ስግኣትካ ከመይ እዩ እዚ። ዝግበር ዘሎ ፅልኢ ክፈጥር ይክእል እዩ ቅርሕንቲ ሓዳሪ ፅልኢ ከይከውን ንነዊሕ ከይከይድ ግን ነናና እጃም ክንገብር ኣለና ንሕና ህዝቢ ትግራይ ወፅዕኡ ፈሊጥና ኣሎ ነቲ ህዝቢ ትግራይ እዚ ዝግበር ዘሎ ኣይንቅበሎን ኢና እልና ምሕዝነትና ገሊፅና ኤርትራውያን ከምኡ ኢና ክንገብር ንክእል ጥራይ ዘይኮነ ከምኡ ኢና ንገብር ዘለና ስለዚ ጽልኢ ንነዋሕ ኣይከይድን እንተ ከምኡ ኢልና ገሊጽና ነዊሕ ጽልኢ ክመጽእ እዩልና ክንኣምን ኣይንክእልን ኢና ወይ ከኣ የብልናን ምክንያቱ ብወገንና ንርኢ ኣለና ኩላና ኤርትራውያን ከኣ ከነርኢ ክንክል ኣለና በቢ እቲ ውሽጢ ዘሎ ክገብርልካ ኣይትሓስብን ኢኻ ምኽንያቱ ናይ ብሓቂ ሪኢኻ ተኾንካ ክልተ ሽሕን ዓሰርተ ሸሞንተን መስከረም እዩ መስለኒ እቲ ዶብ ምስ ተኸፍተ ህዝቢ ኤርትራ ከይዱ ንትግራይ መኪና ሒዙ ኣብቶቡስ ጌሩ ከይዱ በጺሑ እቲ ሰብ ክኣ ተቐቢልዎ ናይ ዕስራ ዓመት ናይ ህልኽ ዓሰርተ ሸሞንተ ዓመት ኣብቲ ግዜ ትንበሎ ናይ ህልኽ ናይቲ ክልተ ኣብ ስልጣን ዝነበረ ተረሲዑ እቲ ህዝቢ ተሓቛቒፉ ኣብቲ ዶብ ሪኢኻዮ ኢኻ ሪእናዮ ናብ ስእልን ገለን ህዝቢ ተሓቋቒፉ ህዝቢ ኤርትራ ወያነ ከም ዝገረሙና እሞ ሰላም ኣይምለኩምና ኣይበለን ተሓቋቒፉ ከምዘ ተጣፊኡ ዝነበረ ቤተሰብ ኣዝማድ ኣሕዋት ኣሓት ተሓጒሱ ሕጂ እቲ ጽልኢ ኣብ ህዝቢ ኣይነበረን ዓሚቕ ህዝቢ ዓሚቕ ጽልኢ ኣብ ውሽጢ ህዝቢ ነበረ እዚ እቶም ናይ ፖለቲካ ጸገም ፈጠርትን ንፖለቲካ ሒዞሞ ጎሰስ ዝብሉን ነቲ ህዝቢ ኣይውክሉን እዮም ናይ ህዝቢ ስምዒት ኣይውክሉን እዮም ርኢናዮ ኢና ሕጂ ዊን እንተድኣ ንሕና ከም ኤርትራውያን ግቡእና ጌርና እዚ ቅቡል ኣይኮነን ኣብ ህዝቢ ትግራይ ወሪዱ ዘሎ ሕሰም ኣይንቕበሎን ምሳኻ ንደናገጽ ህዝቢ ትግራይ እንተልና ነዊሕ ጽልኢ ክፍጠር እዩ ዝብል እምነት የብለይን በዚ መልክዕ እዚ ከኣ እዩ እቲ ወረቐት ተዘርጊሑ ኩሉ ኤርትራዊ በብዓቕሙ ክድግፎ እስኻትኩም ኣብ ኣብ ሚድያ ዘለኹም ዊን ክትዝርግሕዎ እዚ እዩ ስምዒት ህዝቢ ኤርትራ። ብዝተፈላለየ መገዲ ክግለጽ ይኽእል እዩ ግን ብመሰረቱ እዚ እዩ ስምዒት ህዝቢ ኤርትራ። ምስ ህዝቢ ትግራይ ጽልኢ የብልናን። ዋላ ኣብቲ ዝሓሰመ ግዜ ቃልስና እንታይ ኢልና ነይርና ነርና ኤርትራውያን ንሕና ምስቲ ስርዓት ናይ ኢትዮጵያ እዩ ጽልእና እምበሪ ምስ ህዝቢ ኢትዮጵያ ጽልኢ የብልናን ንብል ነርና። እንዳተደብደብና ከለና ብነፈርቲ። ደርግ ሓደ ሚልዮን ሰራዊት ሒዙ ክጎብጠና ንኤርትራ ከጥፍኣ ቃልሲ ኤርትራ ክቕህምብኡ ጌሩ ንሕና ህዝቢ ኢትዮጵያ ኣይኮነን ጸላኢና ንብል ኔርና ሕጂ ከኣ ህዝቢ ትግራይ ጸላኢና ከይከውን ምሕዝነት ከነርኢ ምድንጋጽ ከምዘሎና ከነርኢ ኢና። ፅቡቅ ምናልባት ሕቶ ይወዲ ኣለኹ ዘይልዓልናዮ ነጥቢ ብፍላይ ድማ ምስቲ ንስኹም ከተሕልፎ ትደልዩ ዘለኹም መልእኽቲ ክለዓል ኣለዎ ትብሎ ተሊካ ዕድል ክበካ። ወል እቲ ፅሑፍ ርኢናዮ ኢና ስምዒት ናይ ህዝብና ንፈልጦ ኢና ሰላም እዩ ዝደሊ ኣብይ ኣስመራ ምስ መፀ ህዝብና ከመይ ገሩ ተቀቢልዎ ኢልና ንሕሰብ ንኣብይ ፈትይዎ ፀሊእዎ ኣይኮነን ወይ ፈሊጥዎ ኣይኮነን ናይ ሰላም መልእኽቲ ሒዙ መፂኡ። ህዝብና ሰላም እዩ ዝደሊ። ህዝቢ ኢትዮጵያ ሰላም እዩ ዝደሊ። ህዝቢ ሱዳን ሰላም እዩ ዝደሊ። ህዝቢ ትዕርኒ ሶማሊያ ሰላም እዩ ዝደሊ። ንሰላም ክንሰርሕ ኣለና። ንሰላም ክንግፍ ኣለና። ናይ ሰላም መራሕቲ ክንከውን ኣለና። እዚ ኸዓ ብንእሽተይ ከምዛ ዝገበርናያ ብግብሪ ውፁዕ ህዝቢ ኢትዮጵያ፣ ውፁዕ ህዝቢ ትግራይ፣ ውፁዕ ህዝቢ ሱዳን፣ ሶማሊያ ናትካ ወፅዓ ናሃና ወፅዓ እዩ። ኢልና ብዝተፈላለየ መገዲ ግን ቅሉዕ ዝኾነ ከነርኢ ኣለና። እንተዘይኮነ ናይ ኩላህና ዕንወት እዩ። ሕራይ የቐኔለይ ኣቶ ጳውሎስ ተስፋጊዮርጊስ በዓታይ ብዙሕ ከነዕልል ምኸኣልና ምኽንያቱ ብዙሕ ተመክሮ ስለ ዘለካ ሓደ መዓልቲ ተስፋ እገብር ብፍላይ ድማ ንማሕበር ረድኤት ኤርትራ ብዙሕ ዝዓየኹሞ ስራሓት ክስነድ ስለ ዝግብኦ ብዝተፈላለዩ መልክዓት ይግለጽ ይኸውን ግን ኣብ መደብና ሓደ መዓልቲ ዕድል ሂብካና ከነዕልል ተስፋ እገብር ንሎሚ ግን ምስዚ ኩነታት ኣጋጢሙ ዘሎ ዝተተሓሓዘ እዩ ዕላልና ነይሩ። ንዝሃብካኒ ርእይቶን ግዜኻ ሰዊእካ ድማ ምሳይ ክትዕልል ብምፍታኩ ኣዝየ የመስግነካ ብሽም ሰማዕቲ ሬድዮ ኤስቢኤስ። የቀንየለይ በየነ። እዋይ ኣነ ውን ንዓኻን ንኹሉኹም ናይ ኤርትራ ሚድያን ከመስግን እፈቱ ግዜኹም ንብረትኩም ብዙሕ ሒብኩም ኢኹም ትገብርዎ ዘለኹም እቲ ምቕጻልኩም ጥራይ ክምስገን ኣለዎ ጻዓሩ ቀጽሉ የቐኔለይ በየነ።